መደብ ሌላ ምስ ፍሉጣት ኤርትራውያን። ሰላም ክቡራት ተኸታተልትና እንቋዕ ናብ ናይ ሎሚ መደብ ሌላ ምስ ፍሉጣት ኤርትራውያን ብደሓን መጻእኩም። ኣብዚ መደብና ንህይወትን ስራሕን ናይቶም ኣብ ዓለም ዓቢ ጽልዋ ዝፈጠሩ ብኤርትራዊ መበቆሎም ከኣ ዝኮርዑ ኣሕዋትና ክንዝቲ ኢና። ሎሚ ዛንታና ብዛዕባ ሓደ ኣርኤ ህንድቢ ደራፋይ ጥራይ ዘይኮነስ ሓደ መራሕ ሕብረተሰብ ዝነበረ ናሆም ቶሮንቶን ግራይምስ ጀይ ሆሊደይ እዩ። ጀይ ሆሊደይ ብትውልዲ ኤርትራዊ ኣሜሪካዊ ኮይኑ ብዜማዊ ተውህቦ ጥራይ ዘይኮነስ ብትብዓቱን ብቕልጽሙን ንብዙሓት ዝሓለፈን መርኣያ ክኸውን ዝኸኣለም ዓቢ ስነጥበባዊ እዩ። ህይወቱ ብብዙሕ ብድሆታት እኳ እንተተሰነየትም ነዚኦም ግን ብትዕግስትን ብርትዓዊ ስራሕን ሰጊርዎም። ካብ ጸልማት ስትድዮ ናብ ብሩህ መድረኽ ዜማዊ ጉዕዞ ናይ ኣር ኤንድ ቢ ኮኾብ ጀይ ሆሊደይ ብሰልጡን ድምጹ ልቢ ዝሰረቐም ምስጢራዊ ጉዕዞ ህይወት ኤርትራዊ ኣሜሪካዊ ደራፋይ ጄይ ሆሊደይ ኣብቲ ኣብ ክልተ ሽሕታት ዝነበረ ወርቃዊ ዘመን ሙዚቃ ኣርኤንድቢ ሓደ ፍሉይ ድምፂ ከም ህቦብላ ንፋስ መፂኡ ንመላእ ዓለም ብዜምኡ ኣናዊፅዋ ነበረ። እቲ ድምፂ እቲ ናይ ሓደ ናሆም ቶሮንቶስ ግራይምስ ዝተባህለ ብስም መድረኽ ጄይ ሆሊደይ ዝፍለጥ መንእሰይ ደራፋይ እዩ ነይሩ። ብስልጡንን ስምዒታውን ድምፁ ከምኡ'ውን በተን ክሳብ ሕጂ ኣብ ኣእምሮ ብዙሓት ዝደሃያ ዘለዋ ሙዚቅኡ ጄይ ሆሊደይ ኣብ ሓጺር ግዜ ሓደ ካብቶም ኣብቲ እዋን እቲ ዝለዓለ ተፈላጥነት ዝነበሮም ስነጥበባውያን ክኸውን ክኢሉ እዩ። ብፍላይ ኣብ መወዳእታ ክልተ ሽሕታት እቲ ዝገበሮ ሙዚቃዊ ጽልዋ ኣብቲ ኣር ኤንድ ቢ ዓውዱ ፍሉይ እዩ ነይሩ። እንተኾነ ግን ኣብቲ ድሕሪ እቲ መጋረጃ ናይቲ ዓቢ ስሙን ዝንኡን ሓደ ምስ ቀርኒ ኣፍሪቃ ብፍላይ ከኣ ምስ ኤርትራ ዝተኣሳሰር ሱር ኣለዎ። ኣቦኡ ናይ ጄ ሁሊደር ኤርትራዊ እዩ፣ እዚ ከኣ ንህይወቱ ዝፈጠሮ ምስጢራዊ መንነት ባህላዊ ዕምቆትን ዝኾነሉ እዩ። እዚ ጽሑፍ እዚ ኣብ ህይወትን ሙዚቃዊ ጉዕዞን ጄይ ሆሊደይ ብዕምቆት ከተኩር እዩ። ካብቲ ኣብ ዋሽንግተን ዲሲ ዝነበሮ ንእስነት ብኸመይ ኣብ ሙዚቃ ዓለም ከም ዝኣተወ ክሳብቲ ብቤድ ን ሶፎኬትም ዝኣመሰላ ሙዚቅኡም ኣብ መላእ ዓለም ዝበጽሑ ልዑል ደረጃ ክንርኢ ኢና። ብተወሳኺ ነቲ ቅዱም ሙዚቅኡም ኣብ ዓውዲ ኣርኤንድቢ ዝገደፎ ጽልዋ ከምኡ እውን ነቲ ምስ ኤርትራዊ መበቆል ዘለዎ ርክብ ሽሕ'ኳ ከም ናይ ገለ ካልኦት ብግልጺ እንተዘይኮነ ክንድህስስ ኢና። እዚ ጽሑፍ እዚ ንሓደ ካብቶም ኣብ ዓለማዊ መድረኽ ደሚቖም ዝወጹ ግን ከኣ ሱሮም ብዙሕ ዘይተዘረበሉ ኤርትራውያን ኣሜሪካውያን ስነጥበበኛ ዝድህስስ እዩ። ጄይ ሆሊደይ ብምሉእ ስሙ ናሆም ቶሮንቶን ግራይምስ ኣብ ዋሽንግተን ዲሲ ተወልዲ ዓብዩ። ከተማ ዋሽንግተን ዲሲ ባዕላ ንብዙሓት ሙዚቀኛታት ዝወለደት እያ። እዚ ኸኣ ንሱ ዝዓበየሉ ኣከባቢ ብሙዚቃ ዝመልእ ከም ዝነበረ የርኢ። እቲ ናብ ሙዚቃ ዝነበሮ ፍቕሪ ካብ ንእስነቱ ዝጀመረ እዩ። ኣዲኡ ንሙዚቃ ናይቶም ከም ማርቪን ገይ ኣብ ስምዒታዊ ድምጹን ኣቀራርባኡን ተወሳኺ ጽልዋ ዝገበረ ቦይዝ ቱ መን ብሓባራዊ ድምጽን ስምዕን ዝፍለጡ ጂዴሲ ብዝምርሹ ዜማታት ግጥምታትን ዝኣመሰሉ ደረፍቲ ኣር ኤንድ ቢ እናስመዐት እያ ኣዕብያቶ። እዚ ኸኣ ኣብቲ ንሱ ዝስዕቦ ዝነበረ ቅዲ ሙዚቃ ዓቢ ጽልዋ ገይሩ። ካብ ንእሽትኡ ደርፍታት ክጽሕፍን ክደርፍን ጀሚሩ። ነቲ ኣብ ውሽጡ ብዘይካ'ቶም ቀረባ ቤተሰቡን ፈተውቱን ብዙሕ ሰብ ኣይፈልጦን ነይሩ፣ ግን ኣብ ውሽጡ ዓቢ ሕልሚ ነይርዎ። ኣብ መጀመርታ እቲ ናብ ሙዚቃ ዓለም ንምእታው ዝገብሮ ዝነበረ ጻዕሪ ቀሊል ኣይነበረን። ከም ኩሉ ጀማሪ ደራፋይ ብዙሕ ብድሆታት ኣሕሊፉ'ዩ። ንብዙሕ ትካላት ሙዚቃ ናይ ሳምፕል ደርፍታቱ፣ Demos፣ ይልእኽ ነይሩ፣ ግን መልሲ ክረክብ ኣይከኣለን። ኣብቲ ዓቢ ምስ ዝተሰርሓሉ ኢንዱስትሪ ሙዚቃ ሓደስቲ ድምጽታትን ምፍላጥን ዘሎ ብድሆ ብሓቂ ብዙሕ'ዩ፣ እዚ ግን ተስፋ ኣይቆረጸን። ብኣንጻሩ ኣብቲ ጸልማት ናይ ስቱድዮ ኮይኑ ክእለቱ እናርኣየ ነቲ ፍሉይ ዝኾነ ድምጹን ዜማዊ ኣቀራርባኡን ከማዕብል ጸኒሑ። እቲ ጽንዓቱን ዕብይ ዝበለ ፍቕሩ ንሙዚቃን ኣብ መወዳእታ ግን ጻዕሩ ፍረ ከፍሪ ጀመረ። ሓደ ካብቶም ኣብቲ እዋን'ቲ ፍሉጣት ዝነበሩ ሰብ ሞያ ሙዚቃ ዝኾነ ኣንቶንዮ ኤል ኤሪድ ንተውህቦኡ ኣለልዩዎ። ሪድ ብብዙሓት ዓበይቲ ደረፍቲ ዝሰርሐ ሰብ ኮይኑ ናይ ጄይ ሆሊደይ ድምጺ ዝሰምዖ እንተኾይኑ እዚ ንባዕሉ ዓቢ ምስክርነት እዩ። በዚ ከኣ ምስ ካፒቶል ሪከርድስ ናይ ሙዚቃ ውዕል ከኽትም ክኢሉ። እዚ እቲ ናብ ዓቢ ዝና ዝወስዶ ማዕጾ ዝኸፈተሉ ታሪኻዊ ምዕራፍ እዩ ነይሩ። ንሓደ ሓደስቲ ጉዕዞ ዝጅምር መንእሰይ ብሩህ ተስፋ ዝሃቦ ከኣ እዩ። ኣብ ክልተ ሽሕን ሸውዓተን ጄ ሆሊደይ ነታ ናይ መጀመርታ ኣልቡም ባክ ኦፍ ማይ ላክ ኣብ ድሕሪት ናይታ ላክ ኣውጺኡ። እዛ ኣልቡም እዚኣ ኣብ ዓለም ሙዚቃ ኣር ኤንድ ቢ ከም ነጎዳያ ወሪዳ። እቲ ቀንዲ ምኽንያት ከኣ እታ ቤድ ዓራት ትብል ናይ መጀመርታ ደርፉ'ያ ነይራ። እዛ ደርፊ እዚኣ በቲ ስልጡን ዜማኡ፣ በቲ ስምዒታዊ ግጥማን በቲ ከም ማይ ዝውሕዝ ድምጺ ናይ ጄ ሆሊደይ ኣብ ሓጺር ግዜ ኣብ መላእ ዓለም ተሰሚዓ። እቲ ደርፊ ንፍቕርን ቅርበትን ብዝምልከት ዕምቆት ዝሓዘ ኮይኑ፣ ምስ ህይወት ብዙሓት ሰባት ከኣ ብቐሊሉ ተራኺቡ። ኣብ ሬድዮ፣ ኣብ ተሌቪጅን፣ ኣብ ክለባት ኣብ ኩሉ ቦታ ትስማዕ ነይራ። ኣብ ዝርዝር ቢሊቦርድ ሆት ሚእቲ ናይ ኣሜሪካ ኣብ ሓምሻይ ደረጃ ክትበጽሕ ክኢላ። እዚ ከኣ ንሓደ ሓድሽ ስነጥበባዊ ዓቢ ዓወት'ዩ። እዛ ደርፊ እዚኣ ንጄ ሆሊደይ ካብ ሓደ ተስፋ ዝነበሮ ደራፋይ ናብ ሓደ ዓለማዊ ኮኾብ ለዊጣቶ፣ ስሙ ከኣ ኣብ ኣፍ ብዙሓት ከም ዝበጽሕ ገይራ። እታ ዓወት በታ ሓንቲ ደርፊ ጥራይ ኣይተሓጽረን፣ እታ ካልኣይቲ ዝወጸት ደርፉም Suffocateም ነታ ዓወቶም ዝያዳ ኣደልዲላቶ። እዛ ደርፊ እዚኣ ብዛዕባ እቲ ኣብ ፍቕሪ ዘሎ ስቓይን ናፍቖትን እትገልጽ ኮይና፣ ነቲ ናይ Joe Holiday ስምዒታት ብዑምቀት ናይ ምግላጽ ክለት ዝመስከረት እያ ነይራ። እቲ ደርፊ ኣብ ነብስኻ ዝኣቱ ዜማን ልብኻ ዝትንክፍ ግጥምን ዝሓዘ እዩ ነይሩ። ንሳ እውን ኣብ ዝርዝር ቢልቦርድ ሆት ኣር ኤንድ ቢ ሂፕ ሆፕ ሶንግ ኣብ ካልኣይ ደረጃ በጺሓ፣ እዚ ኸኣ ንልዑል ተፈላጥነት ሙዚቃዊ ጥበቡ ዘርኢ እዩ። እዘን ክልተ ደርፍታት እዚኤን ንጄ ሆሊደይ ኣብ ልዕሊ እቲ ናይ ኣር ኤንድ ቢ ዙፋን ከም ዝድይብ ገይረንኦ፣ ስሙ ኸኣ ምስቶም ዓበይቲ ናይቲ ዓውዲ ክጠቕስዎ ገይሮም። እታ ኣልብም ባክ ኦፍ ማይ ላክ ባዕላ እውን ዓቢ ዓወት ኣመዝጊባ፣ ኣብ ቀዳማይ ሰሙን ምውጽኣ ልዕሊ ሚእቲ ሽሕ ቅዳሓት ተሸይጣ፣ እዚ ኣብቲ እዋን እቲ ንሓደ ደራፋይ ዓቢ ዓወት እዩ ነይሩ። ብተወሳኺ ንሽልማት ግራሚ ኣዋርድ ንዝበለጸት ናይ ኮንቴምፖራሪ ኣር ኤንድ ቢ ኣልቡም ተሓጽያ፣ እዚ ኸኣ ነቲ ንሱ ብቲ ዓውዲ ዘለዎ ዓቢ ተጽዕኖ ዘረጋገጸ እዩ። ጀይ ሆሊደይ ድሕሪ ነዊሕ ጻዕሪ ኣብ መወዳእታ ኣብቲ ዝለዓለ ደረጃ ናይ ሙዚቃ ዓለም በጺሑ፣ ስሙ ኸኣ ኣብ ታሪኽ ኣር-ኤንድ-ቢ ወርቃዊ ፊደል ተጻሒፉ። ምስቲ ኹሉ ኣብ ኣሜሪካን ኣብ መላእ ዓለምን ዝረኽቦ ዝና፣ ሓደ ወገን ናይ መንነት ጀይ ሆሊደይ ኤርትራዊ መበቆል እዩ። ኣቡኡ ናይ ጀይ ሆሊደይ ካብ ኤርትራ ዝመጸ ስደተኛ እዩ። እዚ ኸኣ ንጀይ ምስታ ኣብ ቀርኒ ኣፍሪቃ እትርከብ ሃገር ደም ዘተኣሳስሮ እዩ። ስሙ፣ ናሆም፣ ባዕሉ ኣብ ኤርትራን ኣብቲ ዞባን ልሙድ ዝዀነ መጽሓፍ ቅዱሳዊ ስም እዩ። እዚ ኸኣ ንሱ ምስ መበቈሉ ዘለዎ ሓያል ዝምድና ዘርኢ እዩ። እንተዀነ ግን፣ እቲ ጀይ ሆሊደይ ንመበቈሉ ዝገልጸሉ መገዲ ካብቲ ናይተን ኣብቲ መደብ እዚ ዝተገልጻ ቲፋኒ ሓድሽን እዚ ተስፋይን ዝተፈልየ እዩ። ቲፋኒ ብግልጺ ናብ ኤርትራ ብምኻድን ዜግነት ብምቕባልን ርክባ ተንጸባርቕ። እዚ ከኣ ብብርዓ ገይራ ንባህላ ኣብ ስራሓ ተስርጽ። ጀይ ሆሊደይ ግን ብዛዕባ እዚ ጉዳይ እዚ ኣብ ህዝባዊ መድረኻት ብዙሕ ኣይዛረብን። እቲ ርክቡ ዝያዳ ብሕታውን ስቕታን ዝበዝሖን እዩ ዝመስል፣ ምናልባት ከኣ እዚ ንነፍሲ ወከፍ ሰብ ዝተፈላለየ ኣገባብ መንነት ምግላጽ ዘርኢ እዩ። እዚ ግን ጽልዋ የብሉን ማለት ኣይኮነን፣ ገለ ነቐፍቲ ሙዚቃ ኣብቲ ድምጹ ዘሎ ስምዒታቱን ሓዘንን ምስቲ ኣብ ሙዚቃ ቀርኒ ኣፍሪቃ ዝርከብ ባህላዊ ዜማታት ዝመሳሰል ነገራት ከም ዘለዎም ይገልጹ። እቲ ናይ ኣር-ኤንድ-ቢ ቅዲ ባዕሉ ካብቲ ናይ ሶል ስምዒት ነብሲ ሙዚቃ ዝምንጩ ኮይኑ፣ እዚ ኸኣ ምስቲ ኣብ ብዙሓት ባህልታት ኣፍሪቃ ዝርከብ ናይ ስምዒት መግለጺ ጋባ ዝተኣሳሰር እዩ። እዚ ማለት እቲ ኣብ ድምጹን ኣቀራርባኡን ዝርኣ ዕምቆት ስምዒት ካብቲ ኤርትራዊ መበቆሉን ካብቲ ባህላዊ ቅርስን ዝብገስ ክኸውን ይኽእል እዩ። ስለዚ ሽሕ'ኳ ጀይ ሆሊደይ ብግልጺ ኣነ ኤርትራዊ እየ ኢሉ ኣብ መድረኽ እንተዘይጨደረ፣ እቲ ሱሩ ኣብቲ ንሱ ዝፈጥሮ ስነጥበብ ብረቂቕ መገዲ ከንጸባርቕ ይኽእል እዩ ዝብል ርእይቶ ኣሎ። እዚ ኸኣ ንሙዚቅኡም ዝያዳ ፍሉይነትን ዑምቀትን ይህቦ። ድሕሪ እቲ ዓቢ ዓወት ናይ ባክ ኦፍ ማይ ላክም፣ ጀይ ሆሊደይ ኣብ ክልተ ሽሕን ትሽዓተን ነታ ሮውንድ ቱ፣ ካልኣይ ዙር፣ ትብል ካልኣይቲ ኣልቡም ኣውጽኡ። እዛ ኣልቡም እዚኣ ከም ኢትስ ዮርስ ዝኣመሰላ ጽቡቓት ደርፍታቱ ዝሓዘት'ኳ እንተነበረት፣ ከምታ ናይ መጀመርታ ኣልቡም ግን ዓቢ ጽልዋ ክትፈጥር ኣይከኣለትን። እቲ ናይ ሙዚቃ ዓውዲ ባዕሉ ይቀያየር ነይሩ፣ እቲ ናይ ኣር ኤንድ ቢ ድምጺ እውን ሓደስቲ ኣንፈታት ይሕዝ ነይሩ። ኣብዚ ግዜ እዚ ህዝቢ ናብ ካልእ ቅዲ ሙዚቃ እናተቐየረ ስለ ዝነበረ እቲ ምትእስሳር ከምቲ ናይ ቀደም ኣይነበረን። ድሕሪ እዚ ጀይ ሆሊደይ ካብቲ ዓቢ ትካል ሙዚቃ ወጺኡ ከም ናጻ ስነጥበበኛ ክሰርሕ ጀሚሩ። እዚ ንባዕሉ ዓቢ ውሳነ ኮይኑ ንሱ ነቲ ዝነበሮ ሙዚቃዊ ሓርነት ከውሕሶ ደልዩ። ዝተፈላለዩ ናይ ሙዚቃ ፕሮጀክትታትን ሚክስቴፕስ ኤንድ ኢኤፕኤስን ከውፅእ ፅኒሑ። እዚ ከዓ ምስቲ ኣብ መጀመርታ ዝነበሮ ዓቢ ዝና ክወዳደር ከሎ ሓደ ዓይነት ብድሆ እዩ ነይሩ። ይኹን እምበር ንሱ ነቲ ሙዚቃ ዝነበሮ ፍቕሪ ከም ዘይነፀፈ ዘርኢ እዩ። ብርቱዕ ስራሕ ከዓ እዩ። ክሳብ ሕጂ እውን ኣብ ዝተፈላለዩ መድረኻት ይቐርብ። ነቶም ናይ ቀደም ሙዚቅኡ እናደርፈ ንኣድነቕቱ የዘናግዕ። ኣብ ማሕበራዊ ሚዲያ ከዓ ምስ ኣድነቕቱ ይራኸብ፣ እቲ ዝገብሮ ዘሎ ስራሕ ከዓ የካፍል። ጄይ ሆሊደይ ኣብ ታሪኽ ዘመናዊ ኣርኤንድቢ ሓደ ዘይድምሰስ ምዕራፍ ዝጸሓፈ ስነጥበበኛ እዩ። እቲ ፍሉይ ዝኾነ ድምጹን በቲ ክሳብ ሕጂ ዝዝከራ ሙዚቅኡን ንሓደ ወለዶ ብምሉኡ ብዜምኡ ሲዕሩ እዩ። ንሱ ሓደ ካብቶም ኣብ ዓለማዊ መድረኽ ደሚቖም ዝወጹ ግን ከኣ ሱሮም ካብ ኤርትራ ዝምዘዙ ውልዳት ዲያስፖራ እዩ። ሽሕ እኳ ንበበቁል ብግጽ ከም ናይ ገለ ካልኦት እንተዘየንጸባረቐ፣ እቲ ሓቂ ግን ንሱ ሓደ ካብቶም ኣብ ሙዚቃ ዓለም ስም ኤርትራ ዘጽውዑ ምዃኑ እዩ። ህላወኡን ስርሑን ኤርትራውያን ኣብ ዝተፈላለዩ ዓውድታት ክዕወቱ ከም ዝኽእሉ ዘርኢ ህያው ምስክር እዩ። ጉዕዞ ህይወቱ ሓደ ናይ ጽንዓትን ዓወትን ታሪኽ እዩ። ካብቲ ብድሆ ዝመልኦ መጀመርታ ተበጊሱ ናብቲ ዝለዓለ ጫፍ ናይ ሙዚቃ ዓለም በጺሑ። ጄይ ሆሊደይ ድምጺ ናይ ሓደ ዘመን ጥራይ ዘይኮነስ፣ ሓደ ህያው ኣብነት ናይቲ ኣብ ዲያስፖራ ዝርከብ ስዉር ክእለትን ተውህቦን እዩ። ንሱ ንብዙሓት መንሰያት ብምሳሌኡ ዘተባብዕ፣ ንሕልምታቶም ንኸሳልጡ ኸኣ ብርትዓዊ ጽራሕን ጽንዓትን ከም ዝሰርሑ ዝምዕድ እዩ። ንሎሚ ዝነበረና መደብ ኣብዚ ይዛዘም። ብዛዕባ ህይወት ጄይ ሆሊደይ ክንማሃር ጸኒሕና። እቲ ሓያል ሙዚቀኛ ሓውና ናሆም እዩ።